ማሕበር ልምዓት ትግራይ ብልዕሊ ኣርብዓን ሽዱሽተን ሚልዮን ብር ኣብ ሽዱሽተ ወረዳታት ትግራይ ተግባራዊ ዝኸውን ፕሮጀክት ምምሕያሽ መነባብሮን ምድላው ልሙዕ ምግብን ዕላዊ ገይራ። ፈፃሚ ስራሕ ማሕበር ልምዓት ትግራይ ኣይተ ተስፋይ ገብረዝጋብሄር እዚ ፕሮጀክት ንተቓላዕቲ መራሕቲ ስድራ ደቂ ኣንስትዮ ዕድል ስራሕ ዝፈጥርን ኣመጋግባ ስነ መኣዛ መሰረት ዝገበረን ከምዝኾነ ይገልፁ። ደቂ ተንስትዮ ተወዲበን ዓቕሚ ፈጢረን ናይ ጤለበጊዕ ናይ ደርሆ ስራሕቲ ዝሰርሓሉ እዩ። ንዕኡ ክሰርሓ ዝኽእላ ዓቕሚ ናይ ምፍጣርን ብፋይናንስ ናይ ምሕጋዝን ስራሕ እዩ እቲ ሓደ። እቲ ካልኣይ ናይ ፉድ ኮምፕሊመንት እዩ። እዙይ እውን ካብ ደገ ብዝመፁ ሪሶርስስ ሚቲጌት ምግባር ኦር ፕሪቨንት ምግባር ስለለይከኣል ኣብዚ ባዕልና ፕሮዲስ እንዳገበርና ማልኑርሽን ክነወግደሉ ንኽእል መስርሕ ንምስራሕ ናይ ፉድ ኮምፕሊመንት ወይም ፉድ ፎርቲፊኬሽን ፕሮሰስ ሴትኣፕ ናይ ምግባር ስራሕ እዩ። ሓላፊት ቢሮ ትልምን ፋይናንስን ትግራይ ዶክተር ምሕረት በየነ፣ ብሉፅ ወለዶ ንምፍጣር ኣብ ስርዓት ኣመጋግባ ምስራሕ ከምዘድሊ ብምግላፅ፣ ማሕበር ልምዓት ትግራይ ዝሓዘቶ ፕሮጀክት ንምዕዋት ግደ መዳርግቲ ኣካላት ዕዙዝ ምዃኑ የብርሃ። እቲ ኣመጋግባ ሕዚ ከም ገይርና እንዳምሃርናዮ እንተኸይድና ፅባሕ ከዓ ባዕላተን ኣፍርየን ንዕዳጋ ኣቕሪበን ሪቮልቭ ዝገብር ፈንድ እውን ኣምፂኤን እቲ ዕዳጋ እውን ከረጋግኣ ንባዕለን እውን ክመሃራ ንካልኦት እውን ከምህራ ንካልእት ውን ከምኡ ገይረን ክኸዳ ዝግበር እታ ናይ ስኬል ኣፕ ስራሕ ውን ሕዚ ናይ ኩላህና ስራሕ እያ ክትከውን ትኽእል ማለት እዩ እቲ ዝመፅእ ፈንድ መዓልኡ ክውዕል ንሕና ውን ናይ ኣሰስመን ስራሕ ናይ ደገፍ ስራሕ ኣብቲ ወረዳ ኣብቲ ወረዳ ምስቲ እቶም ወረዳ ኣብ ታሕቲ ዘለው ኮይኑ እዩ ክስራሕ ንሕና ውን ኣብዚ ታሕቲ ወሪድና ንተሓጋገዘሉ ስራሕ ክኸውን ይኽእል እየ ዝብል። መፅናዕታዊ ፅሑፍ ዘቐረቡ ኣብ ማሕበር ልምዓት ትግራይ ዳይሪክተር ትልሚ፣ ደገፍን ክትትልን ኣይተ ኣፈወርቂ ሓጎስ በዚ ፕሮጀክት ን ሓሙሽተ ሚእትን ሰማንያን ኣርባዕተን ደቂ ኣንስትዮ መራሕቲ ስድራን ልዕሊ ኣርብዓን ሰለስተን ህፃናትን ተጠቀምቲ ከምዝገብር የረድኡ። ሚእቲ ኣብቲ ናይ ልሙዕ ምግቢ ኣብ ምምራት እንብል ወይ ከዓ ኣብቲ ናይ ምጥን ኣብ ምምራት ዝብል እየን ክሳተፋ። እተን ኣርባዕተ ሚእትን ሰማንያን ኣርባዕተን ድማ ኣብቲ ናይ ላይቭሊሁድ ስራሕቲ ወይ ከዓ መናወሮ ምምሕያሽ መሰረት ገይረን እየን ኢንጌጅ ክገብራ ስለዚ ብሓፈሻ ሓሙሽተ ሚእትን ሰማንያን ኣርባዕተን ተጠቀምቲ ኣሎ ኣብዚ ግን እቲ ናይ ኮምፕሊመንታሪ ፊዲንግ ወይ ከዓ እቲ ናይ ልሙዕ ምግቢ ምምራት ከይዲ ግን ንኣርባዓን ሰለስተን ልዕሊ ኣርባዓን ሰለስተን ሽሕ ህፃውንቲ ተጠቀምቲ ዝገብር ፕሮጀክት እዩ ማለት እዩ ኣብቲ መድረኽ ኣመሓደርቲ ሽዱሽቲኤን ወረዳታትን መዳርግቲ ኣካላትን ዝተረኸቡ ኮይኖም ንትግበርኡ ከምዝሰርሑ ይገልጹ። እቲ ናይ መናውሮ ናይ ኣመጋግባ ስርዓትና ንድሕሪት ተመሊሱ ተምሃሮ ደቀን ኣብ ጥምየት ዝውዕልሉ በቃ ምግቢ ተሳኢኑ ትምህርቲ እውን ዘቋርፅሉ ደረጃታት እዩ ዘሎ ማለት እዩ። ስለዚ ንዕኡ መሰረት ገይሩ እቲ ናይ ሎማዕንቲ ዘኒኤ ፕሮጀክት ኣብኡ እቲ ፀገማት ዘለፍቶ ወረዳ ክምልስ እዩ ኢለ እየ ዝሓስብ ማለት እዩ። ኣተሓሳስባ ናይ ንትሪሽን ጉድለት ተቢልዎ ንቐፃሊ ወለዶ ከም ወለዶ ከም ዘይቕፅል ብምእማን ሕዚ እውን ትኹረት ሂብና ኣብኡ እቲ ቅድም ንመኩርና ዝነበርና ብማሕበር ማሕበር ወዲብና እታ ብመሬት ብኩሉ ንኡ ኣዕመች ዝበሃል ነገር ከም መርሕነት ያው ወስናን ሓግዝናን ውዳበ ፈጥርና ክንሰርሕ ኢና ማለት እዩ። እቲ ፕሮጀክት ኣብ ወረዳታት ማይጨው፣ እንዳ መኾኒ፣ ሳምረ፣ ኣፅቢ፣ ዓድዋን ናዕዴርን ዝትግበር ከምዝኾነ ተገሊፁ።